ክቡራት ተኸታተልትና ሓደሽቲ ምዕባለታት እዚ ዕለት ሒዝና መፂና ኣለና ሓደሽቲ ዝኾንኩም ሳብስክራይብ ምግባር ኣይትረስዖ ኩላኹም ተኸታተልትና ሼር ላይክ ብምግባር እውን ክተተባብዕና ብኽብሪ እናዓደምና ኣርእስተ ዜና እነሆ ካብ ሰራዊት ትግራይ፣ ሰራዊት ኤርትራን ሰራዊት ሱዳንን ዝተውፃእፀ ሓይሊ ብልፅግና ንምምካት ናብ ግንባር ኣምሪሐ ኣሎ። እቲ ጥሙር ሓይሊ ድሕሪ ተሃድሶ ናብ ደቡብ ትግራይ ከም ዘምርሐ እዮ ተገሊፁ ዘሎ። ብዝርዝር ናባኹም ክነብሎ ኢና። ትግራይን ብልፅግናን ናብ ዳግማይ ጦርነት ይኣትዉ ከም ዘለዉ ትካል ሰላም ኣውሮፓ ሓዊሶ ካልኦት ናይ ድሕንነት ትካላት እውን ገሊፆም ኣለዉ። ብኣንፈት ዓፋርን ብኣንፈት ኣምሓራን ድማ ሓደሽቲ ምዕባለታት ከም ዘለዉ ካብቲ ግንባር ዝተረኸበ ትኩስ ሓበሬታ ገሊፁ ኣሎ። ብልፅግና ብደቡብ ግንባር ኣቐዲሙ ጦርነት ይጅምር ከም ዘሎ ዘረጋገፅ ከም ዝኾነ ዝገልፆ ዘሎ ዝርዝር ክስዕብ እዮም። ኣብ ኣዲስ ኣበባ መሽጎም ኣንጻር መኸተ ትግራይ ኣብ ማሕበራዊ ሚድያ ንዝነጥፉ ተጋሩ ብናይ ወፃኢ መንግስቲ ልዑል ዝኾነ ናይ ገንዘብ ድጋፍ ከም ዝተገበረሎም ተገሊጹ ኣሎ። ህዝቢ ትግራይ ዳግማይ ንምጽናት ድጋፍ ዝገበረትሎም ሃገር መን እያ? ብዝርዝር ክንምለሶ ኢና። ኣመራርሓ ሰራዊት ብልፅግና እቲ ጦርነት ካብ ዓቕምና ንላዕሊ እዩ፣ ከቢድና ኣሎ ክብሉ ናብ ኣራት ኪሎ ዝለኣኸዎ ህፁፅ መልእኽቲ ዝምልከትን ሰራዊት ብልፅግና ብቲዲኤፍ ዝቕጥቀጠሉ ዘሎ ግንባርን ብዝምልከት እውን ዝርዝር ሒዝና ኣለና። ድሕረ ውግእ ሸረሪና ወተሃደራዊ ዓቕሚ ትግራይ ኣመልኪቱ ብልፅግና ገምጋም ኣካይዱ ኣሎ። ኣብቲ ገምጋም ዝቐረቡ ዋና ዋና ነጥቢ እታተን ዝተቐመጠ ኣንፈተን ዝምልከት ዝርዝር ሒዝና ኣለና። ክቡራትን ክቡራትናን ናይዚኦምን ናይ ካልኦትን ብርክት ዝበሉ ምዕባለታተን ክነካፍለኩም ኢና። ክትከታተሉና ብኸብሮ ንዕድመኩም። ብልጽግናን መሻርኽቱን ኣብ ሸረሪና ድሕረ ዝበጽሖም ህልቂት ብልጽግና ንመዓልትታት ዝጸንሐ ብሰነድ ዝተደገፈ ገምጋም ኣካይዳ ኣሎ ኣብቲ ገምጋም ብወተሃደራዊ መኮነናት ብልጽግና ዝቐረበ ሰነድ ከም ዝገለጾ ብልጽግና ክዋግእ ኣሎ ኣብ ዘይኽእል ደረጃ ከም ዝበጽሐ ይገልጽ ኣብ ግንባር ሸረሪና ሰራዊት ትግራይ ዝተኸተሎ ወተሃደራዊ ጥበብ ዝተጠቐመሉ ዘመናዊ መሳርሒ ወዘተ ብዝምልከት ንብልፅግና ዘጨነቐ ፀብፃብ ከም ዘቕረበ ተፈሊጡ ኣሎ። ኣብቲ ገምጋም ሰራዊት ትግራይ ብወተሃደራዊ ዓቕሚ ሓሊፎ ብዙሕ ርሕቐት ከም ዝተጓዓዘን ልዑል ዝኾነ ሓገዝ ካብ ሃገራት ይረክብ ከም ዘሎን ዝገለጸ እንትኸውን ኣሜሪካ እውን ባዕላ ምሽጥራዊ ብዝኾነ መንገዲ ምስ ሓይልታት ጽምዶ ትሰርሕ ከም ዘላ ኣብቲ ገምጋም ከም ዝቐረበ እዩ እቲ ሸሊኾ ዝወጸ ሰነድ ኣጋሊጹ ዘላ። ኣብቲ ሰነድ ካብ ዝቐረቡ ነጥብታት ሓደ ኣብ ውግእ ሸራሪና ላዕለዎት ሓለፍቲ እቲ ግንባር ምስ ሰራዊት ትግራይ ክንዋጋእ ኣይንኽእልን፣ እቲ ኣፈላላይ ናይ መሬትን ሰማይን ኮይኑ ኣሎ፣ መንግስትና ዘይበጽሖ ዝኾነ ምሽጢር ኣሎ ክብሉ ድምጾም ከም ዘስምዑ እውን ኣብቲ ገምጋም ከም ዝቐረበ ተፈሊጡ ኣሎ። ብሓፈሻ ድሕሪ ወግእ ሸራሪና ብልፅግና ምስ ሰራዊት ትግራይ ክዋግእ ኣለዎ ኣብ ዘኽእል ብርከ ከምዘይረከበን ግዜ ሂብካ ዳግም ውዳበ ከምዘድለን ኣብ ስምምዕነት ከምዝተበፀሐ እዩ ዝግለፅ ዘሎ። እዚ ኢሎ ዝገምገመ ስርዓት ብልጽግና ሰራዊት መዓልታዊ ብዝበሃል ደረጃ ይፈርስን ኢድ ይህብን ከም ዘሎ ድሕሪ ወግእ ሸራሪና ንኣብዪ ኣሕመድ ኢሉ ዋጋ ዝኸፍል ሰራዊት ከም ዘይብሉን ዝግለጽ ዘሎ እንትኸውን ብልጽግና ንዳግም ውዳበ ሰራዊቱ ግዜ ንምግዛእ ዕርቂ ኢሉ ኣምባሳደራት ናብ መቐለ ክልእኽ ይሓስብ ከም ዘሎ ተገሊጹ ኣሎ። ካብዚ ብተወሳኺ ብነባራት ሰበስልጣን ኢህወደግ ዝኾኑን ምስ መራሕቲ ህወሓት ቅርበት ኣለዎም ዝበሃሉን ነባራት መራሕቲ ኢህወደድን ተጠቒሙ ምስ ህወሓት ዕርቂ ንክካየድ ይፍትን ከም ዘሎ እዩ ዝግለጽ ዘሎ። ሕጂ ዝተረኸበ ሓበሬታ ከም ዝገለጾ በቲ ሕጂ ዘለኒ ወተሃደራዊ ቁመና ምስ ሰራዊት ትግራይ ናብ ጦርነት ክኣታ ኣይኽእልን ኢሉ ዝገምገመ ብልጽግና ነባራት ኣመራርሓ ኣሃዴድ ንሽምግልና ይልኣኽ ከም ዘሎ ተገሊጹ ኣሎ። ኣብ መንጎ ብልጽግናን ህወሓትን ዘሎ ፖለቲካዊ ውጥረት ንምህዳእ ናይ ሽምግልና ምስርሕ ንምጅማረን ብኣምባሳደር ግርማ በሩ ዝምራሕ ናይ ቀድሞ ኣመራርሓ ሂደድ ዝሓዘ ጉጅለ ጻዕሪ የካይድ ከም ዘሎ ካብ ዲፕሎማስያዊ ምንጭታት ዝተረኸበ ሓበሬታ ኣመልኪቱ ኣሎ። እቲ ሓበሬታ ከም ዝሓበሮ፣ ህወሓት ምስ ብልጽግና ናብ ድርድር ንኽመጽእ መበገሲ ዝኾኑ ዝተፈላለዩ ናይ ፖለቲካን ድሕንነትን ውሳነታት ቀሪቦም ኣለዉ። ካብቶም ዝቐረቡ ቀንዲ ሓሳባት ናይ ወልቃይትን ራያን ጉዳይ ብሕገ መሰረት ክፍታሕ፣ ኩሎም ተፈናቐልቲ ናብ ቀደሞም መረበቶም ክምለሱን ናይቲ ከባቢ ድሕንነት ድማ ብፌደራል ሓይልታት ሓላፍነት ክወስዱን ዝብሉ ይርከብዎም። ብተውሳኺ እውን ህወሓት ዳግማይ ሕጋዊ ናይ ፖለቲካ ፓርቲ ኣፍልጦ ክረክብ ናይ ትግራይ ክልል ናይ ፌደራል በጀት ክለቅቕ፣ ናይ ኢኮኖሚ ሕውየት ሓገዝ ክገበር ከምኡ'ውን ናይ ቀደም ተዋጋእቲ ናብ ዲዲኣር ኣእቲኻ ናብ ሰለማዊ ሕብረተሰብ ናይ ምሕዋስን ምጥያሽን መስርሕ ክጠናኸር ዝብሉ ነጥብታት ተኻቲቶም ከምዘለዉ ተገሊፁ ኣሎ። ክሳብ ሕጂ ካብ ብልፅግና ይኹን ካብ ህወሓት ብዛዕባ እዚ ጉዳይ ዝተውሃበ ዕላዊ ምላሽ የለን። ኣብ ባይታ ዘሎ ሓቂ ከምዘመልክቶ ግን ትግራይን ብልፅግናን እታ ናይ መጀመርያ ቃታ መን ይተኩሳ ብዝብል ኣብ ከቢድ ምፍጣጥ ከም ዘለዎ እዮ ዝግለጽ ዘሎ። ትካል ሰላም ኣውሮፓ ሓዊሶ ካልኦት ዓለም ለኻዊ ናይ ድሕንነት ትካላት እዋን ትግራይን ፌዴራል መንግስትን ዕናወ ጦርነት ንምጅማር ኣብ ናይ መወዳእታ ሰዓት ከም ዘለዎ ብምግላጽ ዝተለመደ ሰላም ፍጠሩ ዝዓይነቱ መልእኽትታት የመሓላልፋ ኣለዋ። እዚ ከምዚ ኢለን እናሃለወ ስርዓት ብልፅግና ንምእላይ ተልእኾ ዝተውሃቦ ሓይሊ ድሕሪ ተሃድሶ ናብ ግንባር ከም ዘምርሐ ተሓቢሮም። እቲ ካብ ሰራዊት ትግራይ፣ ሰራዊት ሱዳንን ሰራዊት ኤርትራን ዝተውፃእፀ ሓይሊ ብጥሙር ኣመራርሓ እናተመርሐ ናብ ግንባር ከም ዘምርሐ ተሓቢሩ ኣሎ። ፍልፍላት ከም ዝሓበርዎ እቲ ሓይሊ ናብ ደቡብ ትግራይ ከም ዘምርሐ ዝተገለፀ እንትኸውን፣ ይኹን እምበር እቲ ዝተመረፀ ጥሙር ሓይሊ ብዓፋር ድዩ ብኻልኦት ግንባራት ክኣቱ ዛጊድ ንፁር ሓበሬታ እንተዘይተረኸበ እኳ ድሕሪ ዝተገበረሉ ድሙቕ ተሃድሶ ናብ ግንባር ከም ዘምርሐ ግን ናቅፋ ፕረስ ሓዊሶ ካልኦት ሚድያታት እናጸብጸባ ይርከባ። እዚ ከምዚ ኢለ እናሃለወ ህዝቢ ትግራይ ኸዲዖም ኣብ ኣዲስ ኣበባ ዓሪዶም ኣብ ማሕበራዊ ሚድያ ዝነጥፉ ዘለውን ናይ ብልጽግና ናይ ሚድያ ሰራዊት ተባሂሎም ዝጽውዕን ተጋሩ ልዑል ዝኾነ ናይ ገንዘብ ድጋፍ ከም ዝረኸቡ ተሓቢሩ። እቲ ገንዘብ ድጋፍ ዝገበረት ሕቡራት ዓረብ ኢምሬት ከምዝኾነ ዝገለፁ ፍልፍላትና፣ ብዝሒ እቶም ናይ ገንዘብ ድጋፍ ዝረኸቡ መገልገልቲ ብልፅግና ዝኾኑ ተጋሩ እውን ዕስራን ኣርባዕተን ከምዝኾኑ ተፈሊጡ ኣሎ። እዞም ልዑል ዝኾነ ክትትል ዝግበረሎምን ሓድነት ተጋሩ ንምድኻም ዓቕሚ ኣለዎም ተባሂሎም ብብልፅግና ዝተመረፁን ብዝሖም ዕስራን ኣርባዕተን ዝኾኑ ተጋሩ ነጠፍቲ ማሕበራዊ ሚድያ ኣብ ኣራት ኪሎ ዝርከብ ናይ ኢህወደግ ዝነበረ ህንፃ ኮይኖም ንክሰርሖ ከምዝተውሃቦምን መዓልታዊ ናይ ሓሶት ፕሮፓጋንዳ ንምቅንባር ንኽሕግዞም ድማ ናይ ኤኣይ ቴክኖሎጂ እውን ከም ዝተዳለወሎም እዩ ዝግለጽ ዘሎ። ነዞም ጸረ ህዝቢ ትግራይ ዝኾኑ ናይ ብልጽግና ናይ ሚድያ ሰራዊት ሙሉእ ወጻኢኦም እትሽፍን ዘላ ሕቡራት ዓረብ ኢሚሬት ምዃና ዝገለጹ ፍልፍላትና ሕቡራት ዓረብ ኢሚሬት ሕጂ እውን ህዝቢ ትግራይ ንምጽናት ድልውቲ ምዃና ዘመላኽት ከም ዝኾነ እንዳተገለጸ ይርከብ። እዚ ከምዚ ኢለ እናሃለወ መንግስቲ ኢትዮጵያን ህወሓትን ንተወሳኺ ውግእ ይሸባሸቡ ከም ዘለዉ ተገሊጾም። መንግስቲ ኢትዮጵያን ሰራዊት ትግራይን ንዝያዳ ውግእ ምድላዋት ከም ዝቐጸሉ ዝተፈላለዩ ኣካላት ሒዘምዎ ዝወጹ ሓበሬታ የረድእ። ኢንስቲትዩት ሰላም ኣውሮፓ ንማዕኸናት ዜናን ካልኦት ምንጭታትን ብምጥቃስ ዝምድና መቐለን ኣዲስ ኣበባ ዝያዳ እናተበላሸወ ይኸይድ ከም ዘሎ ሓቢሩ ኣሎ። ኣብ መንጎ ክልቲኦም ወገናት ዝረኣ ዘሎ ወተሃደራዊ ምትእኽኻብ ካሊእ ኹናት ከልዕል ይኽእል እዩ። ዝበል ስክፍታታት ኣለዓዒላ ኣላ። እቲ ኢንስቲትዩት ክልተኣም ወገናት ዘለዎም ፍልልያት ብሰላም ንኹሉ ዝሓቖፈን ሃናፅን መንገዲ ክፈትሕዎ ፀዊዓ ኣላ። መንግስቲ ትግራይ ትግራይ ሰራዊቶ ብበዝሒ ናብ ምዕራብ ትግራይ የጓዓዝ ከም ዘሎ ናይ ዓይኒ መሰኻኽር እናገለፁ ይርከቦም። ተጋደልቲ ትግራይ እውን ኣብ ደቡብ ትግራይን ክልላት ዓፋርን ኣምሓራን ዕርድታት ይኹዕቱ ከም ዘለዉ ናይ ዓይኒ መሰኻኽር ሓቢሮም ኣለዉ። ሓይልታት ምክልኻል ኢትዮጵያ ኣብ ክልላት ኣምሓራን ዓፋርን ሰፊሕ ወተሃደራዊ ምንቅስቓስ የካይድ ከም ዘሎ ናይ ዓይኒ መሰኻኽር ገሊጻም። እምበኣር ከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበጽሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ከተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም